ክቡራት ተኸታተልቲ ሓበን ሚድያ ከመይ ቀኒኹም? እምበኣርከስ ንሎሚ ፍልይ ዝበለ መደብ ሒዝናልኩም ቀሪብና ኣለና። ኣብ ሓቀኛ ዛንታ ዝተሞርከሰ ጦራዊ ህይወትን ማሕበራዊ መነባብሮን ዝድህስስ እዩ። ክቡራት ሰማዕትና እዚ ታሪኽ እዚ ንዓኹም መምሃሪ ክኸውን ሓፍትና ሳሌም ናይ ብርዒ ስማ እዩ ታሪኻ ንዓኹም ንሰማዕትና ክዝንቶ ዝፈቐደትልና ብስምኩምን ብስም ተኸታተልትና ኣዚና ነመስግን ብምቕጻል ካባኻትኩም ንደልዮ ሳብስክራይብ ሼር ላይክ ከተተባብዑናን ክትድግፉናን እንዳተላበና ናብቲ ናይ ሓፍትና ሳሌም ታሪኽ ነብለኩም ምስ ሰማያት ኣዝዩ ዝማዕርግ እቲ ደሙቕ ወርሒ ዘይሃስስ ወትሩ ብርሃን ዝዓስሎ ምስተን ምጭዋት ከዋኽብቲ ጽባቐ ናይ ሰማያት ብኸምዚ ዝማዕርግ ጽባቐ ናይ ሳሌም ሳሌም ኣመና ጽብቕትን ውቅብትን እያ። ጽባቐኣ ንወዲ ኣዳም ዓይኑ ሰም ዘየብል መሊሱ ቋሕ ንኽትብል ትሕግዘካ ጓል ሄዋን እያ። ንሞናሊዛ ዝቐበ ቀቢእዋ ከይከውን ብስግኣት ኢኻ ትጥምታ። እታ ጓል ሄዋን ስማ ሳሌም እያ ትበሃል እባ ጓል ከረን እያ። ሳሌም ኣመና ጽብቕቲ ጎርዞ ጽባቕያ ንክትገልጾ ኣይትኽእልን ኢኻ። ብቓል ዝግለጹ ጽባቕ ኣይኮነትን ትውንን። ቁሩብ መልክዓ ግልጽ ከብለልኩም። ሳሌም ነዊሕ ቁመት ዘለዋ፣ ቀያሕ ጽባቕያኣን ጨው ዝተሓወሶ ፍረ ገጻ፣ የዒንታ ማእከላይ ኣዝዮም ንክትጥምቶም ዝስሕቡኻ፣ ከናፍራ ዘቢብ ዝመስላ ንክትስዕመን ዝደፋፍኡኻ ምስተን ጽቡቓት ኣስናና። ቅርጺ ሰውነታ ምልእልእ ዝበለ፣ ማንም ጎበዝ ክውንኖ ዝደሊ፣ ሰውነት ቅርጻ ኣዝያ ትሰሓብን ትበሃግን ጎርዞ እያ። ሳሌም ዝረኣየ ጎበዝ ብምስላ ኣደይ ማርያም ዝወረደት ኮይኑ ዝስምዖ። ዝኾነ ጎበዝ ርእይት እምት ተቢልዋ ከምዚ ሓደ ሓረስታይ ደድሕሪ ጥሪቱ ዘብዘብ ዝብል ኣጓብዝ ከኣ ደድሕሪ ሳሌም ይኸዱ። ከምኡ እውን ንክላለይዋ ቁጽሪ ሞባይላ ንኸምጽኡ። ሳሌም ግን ካብተን ዘይድፈራ ደቂ ኣንስትዮ እያ ነይራ። በጥራን መን ከማይ በሃሊት ብዘለዋን ዘይብላን ትምካሕ። ውሽጣዊ ብስለታ ደሓን ዝኾነ ትውንን ባህሪ እዩ ነይርዋ። ጽባቐ በቲ ዝበሃል ኣብ ክልተ እዩ ዝኽፈል፣ ውሽጣዊ ጽባቐን ደጋዊ ጽባቐን። እስከ ንሳሌም ከመይ ዝበለ ጽባቐ ከም ትውንን ንተዓዘባ። ሳሌም ኣዝዮም ብዙሓት ድሌት እዮም ዘለዉዋ፣ ሃፍታማት፣ ስም ዘለዎም ሃፍታማት፣ ደሓን ዝኾነ መነባብሮ ዘለዎም፣ ብፍቕራዊ መንገዲ፣ ብሰበሰብ፣ ብስድራኣ፣ ፈተውታ ንኽትዘውር ንኽትወፅእ ንሓዳር ዝደለይዋ ይበዝሑ። ግን እንታይ ዓብስ ፅባቐኢኻ መዓላ እንተዘይበፅሐ ትርጉም የብሉን። ሳሌ ምስቲ ንሳ እትውንኖ ዝነበረት ዓይነት መልክዕ ኣበይ ምበፀሐት ነይራ? ተኾነ ግን ሳሌ ንእስነት ነይሩዋ። ምስቲ ወፃኹ፣ ምስቲ ሻሂ ሰተኹ፣ ምስቲ ኣምሰኹ፣ ነቲ ሸሪጠይ እንዳበለት ጊዘኣን መልክዓን ናብቲ ምስትን ኮይኑ ተረፈ። ጊዘ ናይ ሳሌም ደድሕሪኣ ሰብሰብ ከተብሎ ግዜ ዘይብሉ የለን ክበሃል ሓቂ እዩ። ግዜኣ ኣኺሉ ደድሕሪ ኣጓብዝ ዘብዘብ ክትብል ጀመረት። ሳሌም ኩሉ ግዜ ትደጋግማ ዝነበረት ቃል ነይራ። ንሳ ኸኣ ኣነ ኣብ ፍቕሪ ማንም ጎበዝ ኣይወድቕን እየ፣ ንሶም እምበር ኣነስ ተሞትኩ ይወድቕን እያ ትብል። ኩሉ ግዜ ትምካሕ ትምካሕ ኣብ ርእስኻ ኳሕ ከም ዘሎ ትዝንግዕ ኢኻ። ካብቶም ዝላለዩዋ ዝነበሩ ኣጓብዝ ገለ ካብኦም ኣብ ሓደ ህሞት ክልተ ክስተት ዘጋጠማ ንሳሌም። ንፍቕራዊ ክትጓዓዝ ዝሓተትዋ ካብ ሓዲኦም ንፍቕሪ ክሓታ ትደሊ ግን ናይ ብውሽጣ ሓሳብ ጥራይ ተኾነ ከምቲ ንስኻ ትሓስቦ ዘይኮነ ከምቲ ፈጣሪ ዝሓስቦ ከም ዘጋጥመካ እቶም ትደልዮም ዝነበረት ኣጓብዝ ክልቲኦም ንፍቕሪ ሓተትዋ ኣስማቶም ዳዊት ኩማኻ ያፌት ይበሃሉ ዳዊት ቅርሕን ብርዝን ከደራይ ሕብሩ ዝውንን ጉልቡት ነዊሕ ቁመት ዘለዎ ናይ ባዕሉ ትካልን ገዛን ዝውንን ነፍሱ ዝኸኣለ ሃብታም መንእሰይ እዩ ያፌት ቀይሕ ሕብሪ ዝውንን ነዊሕ ቁመት ዘለዎ ማእከላይ ነብሲ ሰውነቱ ኣዝዩ ምልኩዕ ዝኾነት ጓል ኣንስተይቲ ትደልዮን ትብህጎን ወዲ እዩ። ያፌት እንዳቦኡ ዝውንንዎ ክልተ ትካልን ገዛን ኣለዎ። እዞም ክልተ ኣጓብዝ ንሳሌም ንፍቕራዊ ህይወት ሓተትዋ። ናይ ብልቢ ኣፍቂሮማ ንፍቕሪ ደጋጊሞም ይሓትዋ ነበሩ። ዳዊት ተረኽበ ብስምኪ ትካል ዝደለኽዮ ናይ ዝኾነ ዓይነት ሞያ ክኸፍተልኪ፣ ክገብረልኪ እናበለ ንፍቕሪ ይሓታ። ኣነ ምሳይ ንክትዘሪ ንፍቕሪ ሻሃ ኣስተኹኺ ምሳይ ተዛናግዒ ኮንኩን ደሌ ኣነ ንዓኺ ክውድእልኪ ንሓዳር ኣደ ደቂ ክትኮንኒ እየ መሪፀኪ መዋእል ህይወተይ ምሳኺ ክሕልፎን ክካፈሉን እየ ዝደሊ ኣነ ብካልእ ዓይኒ ኣይኮንኩን ብይገኪ ሳሊሚ እናበለ ንሸሞንተ ወርሒ ዝኣክል ብዘይምቁራፅ ይሓታ ነበረ። ደኺመ ከይበለ ንጎን ምሸትን ሓተታ። ያፌት እውን ተረኸበ ንፍቕሪ ይሓታ። ቃላት ያፌት ተረርቲ ተሓዛን ኣዘራርባን ኣቀራርባን ደቂ ሄዋን ይፈልጥ ስለ ዝነበረ ንሳሌም ከምተን ዝፈልጠን ጓል ሄዋን ስለ ዝጸንሐቶ ኣይሓደሶን ንኸቐርባ መቸም ሳሌም ክንዳ ኣመዛዚና ምስ ሓዲኦም ትጓዓዝ ሕሉፍ ሓሊፍዋ ንመሓዙታን ቀረብታን የሕዋታን ስእሊ እንዳርኣየት መኖም ይጽብቕ እንዳበለት ክትሓትት እያ ጀሚራ ገለገለ ንያፌት ገለገለ ንዳዊት እንዳማለኹትላ መልሲ ዕጉብ ክትረክብ ኣይከኣለትን ሳሌም ዓይና ኣግፊሓ ዓይና ናብትን ናብትን ኮይኑ ልባ ዝዓርፈላ ክንዲ ትውስን ዓይና ንዝዓረፈላ ወሲና ምስ ክልቲኦም ብዓይኒ ፍቕሪ ክትጓዓዝ ጀመረት። ንክልቲኦም ኣብ በበይኑ መዓልታት እንዳፈለየት ክትረኽቦምን ክትቆጽሮምን ከተማስን ጀመረት። ንሱ ኣይኣኸላን። ኣብ ሓደ መዓልቲ ንክልቲኦም እንዳውጸት ኣይፈልጡንን እዮም ከመይ ገይሮም ከምኡ ክሓስቡ ጉዕዛኣ ቀጸለት። ሓቂ ንክትወጽእ ግዜ ክትወስድ ትኽእል እያ፣ ምውጻኣ ስለ ዘይተርፋ ግን ሓንቲ መዓልቲ ኣላ ብልክዕ ንሳሌ ምሽቀላላ ዝፍለጠሉ ግዜ መጽ ይመስለኒ ምስ ዳዊት ኣማስያ ናበይ ፊት ክትከይድ ምስ ዳዊት ቻው እንዳተባሃለት ኢድ ከፈንጂ ያፌት ይርያ ያፌት ሕልፍ ኢሉ እንታይ ደኣ ዛዶና ሳሌም ትመስል ያፌት ናብ ሳሌም ብምድዋል እታ ፊቱ ዝነበረት ጓል ሄዋን ቴሌፎና ክትወቅዕ ይሰምዓ ሳሌም ካብቲ ተቋፂሮምሉ ዝነበሩ ርብዒ ሰዓት ደንጉያቶ ክድውለላ እንዳበለ ቴሌፎኑ እንዳኸፈተ ሳሌም ደበኽ ትብል ፍቕረይ ከመይ ኣምሲኻለይ ብምባል ያፌት ኣካበደላ። ምጭወይ ዶንጌካንሽ ይቕሬታ ግበረለይ ብምባል ኣብ ርእሲ ያፌት ሕርኽርኽ ዝብሎ ዝነበረ ሕቶ ሕጉም መልሲ ንኽረክብ ንሳሌም ቀጥታ ይሓታ እንተ ደኣ ሎሚ ዘይኣመልኪ ደንጒኺ ንሓንዴኺ ሳሌም ትቕብል ኣቢላ ትራንስፖርት ስኢነ ከም ሎሚ ኣጋጢምኒ እውን ኣይፈልጥን ምሽ ደሓን ናይ ትራንስፖርት ጸገም ተኾይኑስ ግን ኣብዚ ከባቢ ጸናሕ ግን ንኣኸ ትመስል ዶ እናርኤ ጸኒሐ በላ። ሳሌም መሊቕዋ ብድፍረት እወ ብዝብል መልሲ ሃበቶ። ያፌት መልሳ ደንጺዎ ከመይ ማለት ንሳሌም እውን ጋን ኮይንዋ ሰራቕ ሞባዕባዕሉ ይለፋለፍ ሳሌም እወ ትራንስፖርት ስኢነ ካልኣይ ኣብዚ ከባቢ ሓደ ዘመደይ ረኺበ ከምኡን ወድኾምን እየ ደንጌካ እዋእ እዛ ኣብ ፊተይ ዝጸንሐት ጓል ሄዋንሲ ንስኺ ኢኺ? ንሳሌም ኩሉ ሕውስውስ በላ። እንታይ ከም ትብል ጠፍኣ። ምስ ዘመድካኸ ኣፍ ንኣፍ ተዋሂብካ ትሰዓዓም ዲኻ? እዋእ ሕጅስ ገለ ክሰምዕ'የ እንዳበለ እንታዋይ'ኸ መን'ኸ? ያፌት ቀጺሉ ገጹ ኣሲሩ ዓውዓው እንዳበለ ኣቲ ጓል ንዓኺ እኮ። ሳሌም ንያፌት ከምኡ ዓይነት ባህርን ሕርቃንን ሪኣትሉ ስለ ዘይትፈልጥ ኣብ ማይ ዝኣተወት ኣንጭዋ ተቐየረት። ብስንባደ እንታይ ከም ትብሎ ሰጋእ መጋእ ክትብል ቀጸለት። ያፌት ብሕርቃን ጥርዕ ክብል ደለየ። ዕጉም መልሲ ክረክብ ብዘይምኽኣሉ መሳሌን ሕጂ ክገድፈኪ ሕማቕ ኣለኹ ልዕሊ እዚ ተጸኒሐ እንታይ ከም ዝገብር ስለ ዘይፈልጥ ዝሓፍተይ ምናልባት ካልእ ሰብ ዝርከብ ከይህልወኪ ከይሕዘኪ ደሓን ሕደሪ ኢሉ ሕቑኡ ሂብዋ መንገዱ ክቕጽል ተኾነ ሳሌም ያፌት ብዝብል ድምፂ ናበይ ደኣ እዋእ ሕማቕ ርድኢት ሒዝካ ኣለኻ ፍቕረይ ከምቲ ንስኻ ቐሪጽካዮ ዘለኻ እኮ ኣይኮነን ያፉ መዓረይ ብዝብል ኣደናጋጺ ቃላት እንዳገበረት ልቡ ክትመልስ ተኻኣለት ያፌት ነቲ መንገዲ ክኸዶ ዝሓሰበ ልቢ ፈቃር ኮይንዎ ስምዒ ሳሌም ብጀካይ ምስ ካልእ ፍጡር ትዘርድ ኢኺ ኣነ ኸነዓኽ እንታይ ደይ ሳሌም እምበር ከተፍቅርኒ ዶ ያፌት ዝሕዞን ዝጭቡጦን ጠፊእዎ ሳሌም መልሲ ዝበሃል ከይሃበቶ ብስቕታ ቀጸለት ሳሌም ኣለኹ ዶ ንኣኸየ እኮ ሕጂ ሓቂ ንገርኒ ኣብዛ ምሸት ወይ ክንቅጽል ወይ ክንጋደፍ ሳሌም ስቕታ መልሲ ይኮነን መልሲ መልሲ ሳሌም እናበለ ያፌት ሕርቃኑ ምቁጽጻር ሰኣነ ንሳሌም ጋን ንዝኾነ ሕቶታት መልሲ ስኢናትሎም ብስቕታ ድምደመቶ ሓንቲ ቃል ከየውፅአት ዓይኒ ዓይኑ ክትጥምቶ ያፌት ሳሌም ብስቕታ ዝመጽእ ወላ ሓንቲ ፍታሕ የለን ስለዚ ንክንፈልጦ ነገር ተሎ ንገርኒ ተዘየለ ግን እንዳበለ ዓይኒ ዓይና ክትጥምታ ድንን በለት። እዋእ ገለባ በለ ሳሊም፣ ካብዚ ንላዕሊ ወላ ሓንቲ ይብለክን እየ ደሓን ሕደሪ ዝሓብቲ ኢልዋ መንገዱ ቀጸለ። ሳሌም ገዛ ኣትያ ተኾርሚያ ብሓሳብ ዘይንሳ መሲላ ትብሎን ትገብሮን ኩሉ ነገር ኣስደሚምዋ ኣብ ሓሳብ ጥሒላ ሃንደበት ዳዊት ብደወል ረበሻ። ሳሌም ትቕብል ኣቢላ ዳዊት ካብ ሕጂ ኣይትደውለለይ ኣብ ልዕሌኻ ዝኾነ ዓይነት ስምዒት የብለይን። ዳዊት ጋን ኮይንዎ ሳሌም እንታይ ዓይነት ዘረባ ትዛረብ ኣለኺ? ዳዊት ናይ ብልበየ በጃኻ ካብ ሕጂ ትደውለለይ ግደፈኒ ኢላ ኣብ እዝና ዓጸወታ። ቴሌፎን ምስ ዓጸወታ ምስ ነብሳ እንታይ ደኣ ዝኸውን ዘለኹ ቅድሚ ሕጂ ተሰሚዕኒ ዘይፈልጥ ዓይነት ስምዒት ዝስማዓኒ ዘሎ እንታይ ኮይኑ ይርበሽ ኣለኹ ብውሽጠይ እዚ ስምዒት ናይ ምንታይ ስምዒት ማለት እዩ ኩሉ ነገር ይሕድሰኒ ኣሎ እንዳበለት ምስ ነብሳ ክትዘራረብ ጀመረት። ተኾነ ካብ ተረኺቦምሉ ዝነበሩ ሰለስተ መዓልታት ኣቕፂሩ ሳሌም ኣመና ብውሽጣ ተረበሸት። እንታይ ከም ትገብር ደንፂዋ ምሸት ንክትከውን ብሃረርታ ክትፅበያ ኣምስየት። ዋላ እውን ቴሌፎን ብደወል ዘይትዕርፍ ተኾነት ደወል ያፌት ግን ኣመና ተሃንጥያ ብትንቢት ክትፅበ ተኾነ ከም ምምሳይ ይመስል ሳሌም እንዳተረበሸት ናብ ያፌት ደወለት። ያፌት ድሕሪ ክንደይ ደወል ተቐበላ። መእተዊ ዘረባ ጠፊእዋ ከመይ ኣምሲኻ ብዝብል ዘረባ ተዛረበት። ጽቡቕ ጥራይ ኢሉ ዓጸዋ። ዘረባ ክትቅጽል ኣይከኣለትን። ጽባሕ ክንራኸብ ይጥዕመካ ይኸውን? ይቕሬታ ግበርለይ ኣይጥዕመንን እዩ ዝሓፍቲ ይበላ። ሳሌም ዓለመይ በጃኻ ከምዚ ትኹን ኩሉ ነገር ክነግረካ ክዕልለካን ካልኣይ ግዜ ዕድል ሃበኒ ደሓር ትውስን በለቶ። ያፌት ክረኽባ እኮ እንተዘይደለየ ስለ ዘፍቅራ ግን ሕራይ ጸገም የለን ግን ከይሓባእ ክንገርኒ በላ ብኸምኡ ተሰማሚዖም ቻው ተባሃሃሉ ግዜ ቆጸርኦም ኣኺሉ ሰላምታ ተለዋዊጦም ክዘራረቡን ክረዳድኡን ጀመሩ ኩሉ ነገር ክትዕልሎም ክትነግሮን ጀመረት ንያፌት ያፌት ኣዝዩ ተሰማዖ በቲ ዘዕለለቶ ጡፍ ክብለላ ኣይምጸለአን። እንተኾነ ሂብካ ኣይትኽላእ ፈቲኻ ኣይትጽላእ ኮይነኒ ነገራት። ኣብ ልቢ ዝተደጎለ ፍቕሪ ስለ ዝጸንሐ ብመቕጻዕቲ ከሕልፈላ ይሕሸኒ ኢሉ ምስ ነብሱ ተዘራረበ ብውሽጡ። ሳሌም ግን ቅድሚ ሕጂ ተሰሚዕዋ ዘይፈልጥ ዓይነት ስምዒት ክስምዓ ስለ ዝጀመረ ኣብ ልዕሊ ያፌት ፍቕራዊ ህይወት ምስ ያፌት ንኽትቅጽል ወሰነት። ከምቲ ዝበሃል ተመሊስካ ትረድኦ ሓዲግካ ኣይትእቶ ኮይነኒ ፍቕሪ ምስ ያፌት። በቃ ልበይ ንፍቕሪ ዘይተዓደላ ፍጥርቲ ህያብ እየ ዝብል ነይረ። ልበይ ንትርፎ ክትፍቀር ኣፍቂራ ርእያን ሰሚዐያን ኣይፈልጥን እየ። ፍቕሪ ወዝቢ እዩ፣ መሪጽካ ኣይተምጽኦ፣ ሓሪኻ ኣይትዕድጎ። እንኮ ኣብ መንጎ ክልተ ልቢ ሓደ ህርመት ዝሃርማ፣ ተንኮል ዘይብለን ቦታ ዝተዓደለን ፍሉይ ህያባት እየን። ስለዚ ሓቀኛ ፍቕሪ ክንትረክብ ትዕድልቲ እዩ ካብ ፈጣሪ ክበሃል ኣይዘንጋዕኩን ንልበይ። ዝደለይዎ ናግባስ ብዘይ ምግናን ኣዝዮም ኣመና ብቑጽሪ ብዙሓት እዮም ክብል እውን ኣይሕሱን የለኹን። ግን እዚ ኩሉ ኣብ ማንም ጎበዝ ዘይወደቐት ፍቕሪ ያፊት ኣመና ብዘይ ሓሶት ስዒርዋ። ብሽም ተዛሪብካ ብሽም ሓሲብካ ዘይኮነ ፍቕሪ ኣበይ የውደቐካ ኣይትፈልጥን ኢኻ። ድሮ ምስ ያፊት ፍቕራዊ ሂወትካ ኣብ ምጅምር ሰለስተ ዓመት ኣቑጺሩ። ራብዓይ ዓመትና ንኽንከይድ ገዛይ፣ የሕዋተይ ክፈልጡን በቲ ዘረባ ክርብሾም፣ ሸቐልቀል ክፈጥረሎምን ክመጾምን ስለ ዝጀመረ፣ ከምቲ ብስድራና ሓዳር ትሕተቶ ዝነበረት፣ ሓደ ብስድራና ሓዳር ምስ መጸኒ፣ ህልኽ ገዛና ብኸምዚ ይጅምር። ሰንበት ንጎዩ ነይሩ። ኣነ ንሽንቲ ቤት እንዳ ኣምራሕኩ ኣደይ ነጸላኣ እንዳ ተወንዘፈት ኣብቲ ካንሸሎ ኮረድዩ ጸንሐትኒ። ኣደይ ከመይ ሓዲርኪ ብምባል ናብ ሽንቲ ቤት ኣምራሕኩ። ኣደይ ቀጺላ ኣምላኽ ይመስገን ዛጓለይ ከመይ ሓዲርኪ ሳሌም ጓለይ ኣዲኣ ቁሩብ ስጉም ኣቢላ ሳሌም ብዝብል ጻዊዒት ሳሌም ካብቲ ሽንቲ ቤት ቅልቅል ኢላ ኣቤት ኣደይ ብምባል መለሰት። ኣዲኣ ኣስዕብ ኣቢላ ሎሚ ካብ ገዛ ኣይትውጽኢ ኢኺ ሓውኺ ንሳሌም ዝደልዩ ኣጋይሽ ኣለዉ እሞ ንገርያ ኢኺ ከይትወጽኢ ኢሉኒ ኣሎ። ሳሌም ጓለይ ሳሌም ቀጺላ ናይ ምንታይ የጋይሽ ንዓይ ዝደልዩ ማለት ኣደ ኣይፈለጥኩን ዛጓለይ ግዳ ኣይትውፅኢ ሓዊ ክትፈልጥዮ እንዲኺ ኣብዚ ቤተ ክርስቲያን ስልም ኢለ ክመፅእ እየ ኣይዶንግን እየ ሉላ ሉላ እንዳበለት ሉላ ጓለይ ሳይሞን ኣምፂል ከምሻ ኣስቤዛ ክትመታትር እዩ ፅንሕኒ ከርክበኪ እየ ብሓደ ክንሰርሖ ኢና እዛ ጓለይ እንዳበለት ናብ ቤተ ክርስቲያን ኣምርሐት ሳሌም ጋን ኮይኑዋ ካብ ሽንቲ ቤት ወፂኣ በቲ ፀሓይ ትበርቀሉ ኣብ ካንሸሎ ኮፍ በለት። ናይ ኣዲኣ ዘረባ ደንጺዋ ጋን ኮነት። እንታይ ማለት እዩ ኣጋይሽ ንዓኺ ዝደሊ? እቲ ዘረባ እንዳደጋገመት ብውሽጣ ብድድ ኢላ ገጻ ተሓጺባ ኣብ ክፍሊ መደቀሲኣ ተመልሰት። እዋን ምሳሕ ኮይኑ ኣጋይሽ ዝመጽሉ ግዜ ኣኺሉ። ሳይሞን ብፍስሃ መንፈስ ተቐበሎም ነቶም ኣጋይሽ። እቶም ኣጋይሽ መምጺኦም ዝነበረ ንሳሌም ጓልኩም ሃቡና ንኽብሉ እዩ ነይሩ እቲ ዕላማ። እቶም ሽማግለ ኢዶም ተሓጺቦም፣ ምሰሖም በሊዖም፣ መምጺኦም ተዘራሪቦም ትብጻሕኩም ተባሂሎም ጓልና ክንሪኣ በልዎም። ሳይሞን ካብቲ ዝነበሮ ብሓጎስ ብድድ ኢሉ ኣብ ሳሌም መደቀሲ ከይዱ ሳሌም ክዳንኪ ተኸዳደኒ ንዕባ ነዞም ኣጋይሽ ሰላም በልዮም ኢሉ ሒዝዋ ናብኦም ከደ። ሳሌም ግን እንታይ ምዃኑ ዋላ ተተረድኣ ከምኡ ኢላ ክትዛረብ ወይ ክትሓቱ ንሳይሞን ኣይከኣለትን። ሳይሞን ሓዋ ካብቶም ካልኦት ብስምዒት ዝዛረብን ዘይረዳዳእን ስለ ዝኾነ ክትሓቱ ኣይከኣለትን። ደሓን እንታይ ምዃኑ ንሪኦ ዝኾነ ይኹን ብውሳኔ እምበር ብውሳኔኻ ዝገብሮ ዝኾነ ኣብነት የብለይን። እንዳበለ ናብቲ ሽማግለ ዘለዎ ቤት ኣተዉ። ምስ ሳይሞን እትው ምስ በለት ብጽባቐ ሳሌም ኣመና ተሳሒቦም እቶም ሽማግለ ሳሌም ቀረብ እንዳበለት ሰላም በለቶም። ሓደ ካብኣቶም ሽማግለ ብውሽጡ ኣቤት ኣቤት ጽባቐ መልኣኽ ትመስል ምልዑደይ ማርያም እዚኣስ ንዓይ እውን ኣይምገደፍኩዋን በለ። ሳሌም ኣብቲ ገዛ ኮላ ኩሉ እቲ ሓሳባት ተረዲእዋ ሳይሞን ነቶም ኣጋይሽ ከፋንዎም ከምኡ እውን መዓልቲ ንክቆፅሩ ንኽረዳድኡ መዓልቲ እንዳፈለዩ ወጹ። ሳሌም ካብቲ ዝነበረቶ ብሕርቃን ብድድ ኢላ ኣደይ እዚ ዝሰምዖ ዘለኹ ሓቂ ድዩ? እንታይ ትገብሩ ኣለኹም? እዋእ ቁሩብ ከ ንዓይ ዘይትሓቱኒ ከመይ ከመይ ድዩ ኮይኑ? ንዓኺ ዝሓይሽ እዩ ዛጓለይ መጸበቕየ ይኹን እዩ ዝበሃል። ነውሪ ናይ ዓያሹ ዘረባ ኣደ ቁሩብ ከ ርእይቶይ ዘይትሰምዑ ሓሳባተይ ንቕድም ዘይትሰምዕዎ እንዳበለት ሕንቕንቕ በለት። ኣደ ሳሌም ብጭቕ ዝብል ዘረባ ከይተዛረባ ሳይሞን ደበኽ በለን። ሳሌም ሕማቕ ኣጣምታ እንዳጠመተቶ ብሕርቃን ካብቲ ክፍሊ ዝነበረቶ ኮደብ ኮደብ እንዳበለት ናብ መደቀሲ ኣምርሐት። ሳይሞን ሓዋ ቁሩብ ካብቲ ዘረባ ጽንጺንታ ሰሚዑ ነዲኡ እንተያ ኮይና እዛ ቆልዓ ብዝብል ሕቶ ሓተተን። ኣታ ወደይ ኮፍ ኣቢልካ ሳላቢኸያ ዶ? ኣደ እንታይ ከላብዋ ደኣ ምስ ወዳእኹ ሓደ ኣባሉ ክነግራ ኢለ እምበር። ኖእ ሳይሞን ወደይ ክትሓታ ንቕድም እዩ ዝበለጸ ናይ ሓፍትኻ ድሌት ትሰምዕ ድሓር ከምቲ ንቡር ናብ ምውሳን ትኣቱ ኣደ ከምቲ ማንም ሓዊ ዝገብሮ እየ ዝገብር ዘለኹ ካብ ጽባሕ ንጎ መስሓቕ ሸራፋት ካብ ንኸውን ንጽቡቕ እምበር ንሕማቕ ኣደል ኣይኮንኩን ንሕና ካብ ሸቓላ ንዕርፍ ንሳ ኸኣ ካብኣቱ ክወጻኹ ትገላገል ኖኖ ኖኖ ሳይሞን ወደይ ንሕና ብንሕና ውሳኔ ዋላ እንተጸበቐ ንዓ ደስ ክብላ ክትሕተት ይግባኣ እዩ ጽባሕ ንጎ ይጥዓማ ይሕሰማ ትከሰና ከይትነብር ሳይሞን ወደይ ሳይሞን ኣደ ጽቡቕ ኣለኺ ግን ማዕረ ክንዱ ኣይተካብድን ነገራት ንሳ ኣብ ውዑይ ዕድመ ስለ ዘላ ሕማቕን ጽቡቕን ጌራ ክትውስኖም ኣይትኽእልን እያ ስለዚ የንበር ኬድካ ናይ ምዝራብ ኣይኮነን ደሓን እሞ እንታይ ማይ ሓሊፉ ቀልቅል እንዶ በላ እወይ ኣደይሲ ንስኺ በሊ ከምኡ ጌርኪ ሸቐልቀል ኣይትበሊ ኢሉ ናብ መደቀሲ ሳሌም ኣምርሐ ክፍሊ መደቀሲ ሳሌም ተዓፅዩ ኳሕኳሕ እንዳበለ ሳሌም ሳሌም ብዝብል ፃውዒት ሳሌም ካብቲ ዝነበረቶ ዓራት ብድድ ኢላ ነቲ ክፍሊ መደቀሲኣ ማዕጾ ሓይሊ ዝተሓወሶ ኣካፍታ ከፊታ ሕቖኣ ሂባ ናብ ዓራታ ተመልሰት። ሳይሞን ሓዋ ዓይኒ ዓይኒ ሳሌም እንዳጠመተ፣ እዛ ቅጭን ሓፍተይ እንታይ እያ ኮይና? ምዃና ዋልድኩም ኢኽን ክትሕጸያ ኣክት ምርዓዋ ተተባሂልክን ሕቡጭቡጭ እዩ ዝብለክን ደሓን ይርድእኒ እዩ ሳሌም ሓፍተይ እንዳበለ ክዛረባ ሳሌም ገጻ ጸልማት ኣምሲላ ክትጥምቶ ቀጸለት። ሳይሞን ሓዋ ግን ወላ ሓደ ቃል ኣይሃባን። ሕጂ ከነላልየኩም ኢና ምስ ሕጹይኪ። ንመጻ በዓል ቤትኪ ሳሌም ትቕብል ኣቢላ ደሓን ንስኻ ተላለዮ። ንዓይ እንታይ ክገብረለይ? ካልኣይ ንዓይ ኣፍልጦ ኣብ ዘይብሉ ሕጸ ይኹን መርዓ ኣይሕጸ ኣይምርዖ ትደሊኻ ንስኻ ተመርዓዎ። ሕጂ ግን በይነይ ክኸውን ደልየ ኣለኹ ክትገድፈኒ ትኽእል ዶ? በለቶ። ሳይሞን ከምኡን ወዲ ከምኡን ዓይነት ዘረባ ደስ ከም ዘይብሎ ስለ ትፈልጥ ከምኡ በለቶ። ተኾነ ሳይሞን ሕጂ ጉንዲ እዝንኽ ምጸፋዕኹ ነይረ፣ ግን ጽባሕ ንጎ መርዓ ስለ ትኹኒ ገጽኪ ስምብራት ናይ እዳወይ ከይወጽእ ናይ ኣቃጫጭ ዘረባ ተዛረባ። ደሓን ንስኻ ከምኡ በል መና ይሕጽ ኣይሕጽን ክንርእዮ ኢና እንዳበለት ርእሳ እንዳነቕነቐት ነቲ ማዕጾ መደቀሲኣ ግም ኣቢላ ዓጸወቶ። ሳሌም ገጻ ብንብዓት ተሓጺባ ሳሌም ቴሌፎና ብዙሕ ደወል ይጸንሓ ሓድሽ ቁጽሪ ናይ ያፌት ኣፍቃሪኣን ተሌፎና ብምሓዝ ናብ ያፌት ደዊላ ሰላምታ ተቓይሮም ያፌት ደሓን ዲኻ ዓለመይ እንታይ ዳ ድምፂ ክደስ ዘይበለኒ እንዳበለ ክሓታ ጀመረ ደሓን እየ ደሓንካ ኣይኮንኩን ፍቕረይ እሞ ደሓን ዲኺ ገዛኺ ደሓን ድዮም ብድንጋፀ ክሓታ ቀፀለት ሎሚ ይጥዕመካ ካብ መዓስ ከምዚ ሕቶ ህያቤ ግድን ከዓ እንታይ ሕቶ ደሊኹሉ ኣብ ሰዓትናን ኣቦታትናን ኣሻቒልክኒ ዝያዳይ ዓለመይ ደሓን ምስ ተራኸብና ይኹነልና